ሰላም ዝኸበርኩም ተኸታተልቲ ሲኔማ ሰመረ ዕለታዊ ዜና ስፖርት ሒዘልኩም ቀሪበ ኣለኹ ንምክትታልኩም ብኽብሪ ይዕድም። ኤርትራዊ ፕሮፈሽናል ተቐዳዳማይ ብሽክለታ ናትናኤል ብርሃነ ኣብ ዝቐጽል ዓመት 2023 ምስ በይኮስ ቲም ቱርክ ዝተባህለት ኣብ ቱርክ ዝመደበራ ጋንታ ብምዃን ክወዳደር ምዃኑ ተገሊጹ። ኣብ ፕሮ ሳይክሊንግ ስታትስ ዘሎ ካላንደር ዓመተ ስፖርት ከም ዝሕብሮ ናትናኤል ብርሃነ ምስዛ ጋንታ ብምዃን ኣብ ዝቕጽል ዓመት ክወዳደር ምዃኑን ኣብቲ ኣብ 2014 ንዝተዓወተሉ ዙር ላትራፒካለ ኣሚሳ ቦንጎ ማልያ ናይዛ ሓዳስ ክለብ ወዲ ክወዳደር ምዃኑን ተገሊጹ ኣሎ። እዛ ቱርካዊት ጋንታ ሓንቲ ካብተን ኣብ ወርሒ ጥሪ ኣብ ጋቦን ኣብ ዝካየድ ዙር ላትራፒካለ ኣሚሳ ቦንጎ እትወዳደር ጋንታ ምዃኑ ኣዳለውቲ ናይቲ ውድድር ይሕብሩ። ናትናኤል ብርሃነ ኣብ 2014 ንዙር ጋቦን ምዕዋት ስዒቡ እቲ እንኮ ኤርትራውን ፈላማይ ኣፍሪቃውን ንዝሩ ላትራፒካለ ኣሚሳ ቦንጎ ክዕወተሉ ዝኸኣለ እቲ ቐዳማይ ምዃኑ ይዝከር እዩ። ናትናኤል ዋላኳ ኣብቲ ውድድር ንፈረንሳዊት ጋንታ ኢሮፕካር ለቢሱ ተወዳዲሩ እንተተዓወተ ኣብ መዛዘሚ ፖድዮም ናይቲ ውድድር ግን ብሃገራዊ መዝሙር ኤርትራ ተሰንዩ ሽልማቱ ከምዝወሰደ ናይ ቅድሚ ሸሞንተ ዓመታት ተዘክሮታት እዩ። ንዓመተ ውድድር ትሽዓን ዕስራን ሰለስተን ካብ ናይ ዝሓለፉ ዓመታት ብዓወታት ንምግያጽ ዝብገስ ዘሎ ኤርትራዊ ፕሮፌሽናል ተቐዳዳማይ ቤልጂማዊት ክለብ ኢንተርማርሸ ሰርከስ ዋንቲ ጎበርት ቢንያም ግርማይ ኣብ ሃገሩ ኤርትራ ስሩዕ ልምምድ ጀሚሩ ኣሎ። ክለቡ ኢንተርማርሸ ሰርከስ ዋንቲ እውን ኣብ ስጳኛ ዓስኪራ ኣብ ሓያል ልምምድ ተጸሚዳ ኣላ። ኢንተርማርሸ ሰርከስ ዋንቲ ናይ ክልተ ሽሕን ዕስራን ሰለስተን ውድድር ዓሰርተ ሸውዓተ ጥሪ ከምእትጅምር ኣፍሊጣ ኣላ። ኣብ ዝሓለፉ ዓመታት ብኢንተርማርሼ ዋንቲጎበር ትፍለ ዝነበረት እዛ ክለብ ምስ ሓደ ኣብ ቤልጅም ዝመደበሩ ሰርከስ ዝተሰምየ መዋል ትካል ድሕሪ ምስምምዓ ካብ ዝቕጽል ዓመተ ውድድር ጀሚራ ኢንተርማርሸ ሰርከስ ዋንቲ ዝብል ስም ሒዛ ክትወዳደር ምዃና ዝፍለጥ እዩ። ካብ ዜናታት ቢንያም ግርማይ ከይወጻና ኣብ ወግዓዊ መርበብ ሓበሬታ ፕሮ ሳይክሊንግ ብዝወጸ ዳታ መሰረት ቢንያም ግርማይ ኣብ ቱር ዲ ፍራንስ 2023 ክሳተፍ ምዃኑ ሓቢራ ኣላ። ቱር ዲ ፍራንስ 2023 ሸውዓተ ሓምለ ኣብ ስጳኛዊት ከተማ ቢልባኦ ብዝካየድ ቀዳማይ መድረኽ ውድድራቱ ክፍለም። ኣብ ቱር ዲ ፍራንስ 2023 ተቐዳደምቲ ብድምር ኣብ 21 መድረኻት 3440 ኪሎ ሜተር ክጓዓዙ እዮም። ብፕሮ ሳይክሊንግ ወፂኡ ዘሎ ሓበሬታ ኣብ ባይታ ክውን ምስ ዝኸውን ድማ ቢንያም ግርማይ ንዳንኤል ተኽለሃይማኖት መርሃዊ ቅዱስ ናትናኤል ብርሃንን ተኸቲሉ ራብዓይ ኤርትራዊ ኣብ ቱር ዲ ፍራንስ ዝተሳተፈ ተቐዳዳማይ ክኸውን እዩ። ቢንያም ግርማይ ኣብ ዝሓለፈ ዓመት ኣብ ፋልማይ ተሳትፉ ኣብ ግራንድ ቱር ጅሮዲ ኢታልያ ኣብ ዓስራይ መድረኽ ነቲ ውድድር ንብኩሕ ተቐዳዳማይ ሆላንዳዊ ማቲ ቫንደር ፖል ኣምበርኪኹ ድሕሪ ምዕዋቱ ናይ ፈለማ ኤርትራውን ናይ ፈለማ ጸሊም ኣፍሪቃውን ንመድረኽ ጅሮዲ ኢታልያ ዝተዓወተሉ ተቐዳዳማይ ብምዃን ኣብ ታሪኽ ሰፊሩ እዩ። ጽቡቕ ምጅማር ዓመተ ስፖርት ንኹሎም ኤርትራውያን ተቐዳደምቲ። ግጥማት ርብዒ ፍጻመ ውድድራት ዋንጫ ዓለም ቀዳም ዓሰርተ ታሕሳስ ብክልተ ግጥማት ኣብ ዝቐጽለሉ ኣብዚ ውድድር ተሪፋ ዘላ እንኮ ኣፍሪቃዊት ሃገር ሞሮኮ ኣንጻርታ ብኩነታት ሮናልዶ ኣብ ቀውሲ ዝቐነየት ፖርቱጋል እያ ገጢማ። ሞሮኮ ናብዚ መድረኽ ንተዓዋቲት ዋንጫ ዓለም ክልተ ሽሕን ዓሰርተን ንስጳኛ ረቲዓ ዝመጸት ክትከውን እንከላ ፖርቱጋል ድማ ንስዊዘርላንድ ድሕሪ ምርታዕ'ያ ኣብዚ መድረኽ በጺሓ። ፖርቱጋል ነዚ ግጥም ብልዑል ጸቕጢ ክትጅምሮ እንከላ ሞሮኮ ግን ኣብ ምክልኻል መሰረት ዝገበረ ቅዲ ጸወታ ሒዛ'ያ ኣትያ። ናብ ጸወታ ምስ እንምለስ ኣብ መበል ኣርብዓን ክልተን ደቒቕ ኣጥቃዓይ ሰቪያን ሞሮኮን ዮሱፍ ኣል ኔስሪ ብዘመዝገባ እንኮ ሸቶ ሃገራዊት ጋንታ ሞሮኮ ንፖርቱጋል ኣምበርኪኻ ኣብ ታሪኻ ንፈለማ ግዜ ናብ ግጥም ፍርቂ ፍጻመ ሰጊራ። ካብዚ ብተወሳኺ ሞሮኮ ኣብ ታሪኽ ዋንጫ ዓለም እታ ናይ ፈለማ ኣፍሪቃዊት ሃገር ናብ ግጥማት ፍርቂ ፍጻመ ዝሰገረት ሃገራዊት ጋንታ ኮይና ኣላ። ዮውሃና ንመላእ ኣፍቃሪ ኩዕሶ እግሪ ኣፍሪቃ! ኣፍሪቃውያን ሃገራት ስለምንታይ እየን ክሳብ ሕጂ ዋንጫ ዓለም ክዓትራ ዘይከኣላ? እዚ ካብ መግዛእቲ እቲ ኣህጉር እዩ ዝጅምር። እቲ ዘሕዝን ክውንነት ኣብ ምሉእ እቲ ካብ ሽሕን ትሽዓተ ሚእቲ ሰላሳን ክሳብ ሽሕን ትሽዓተ ሚእቲ ስሳን ክልተን ኣብ ዝተኻየደ ሸውዓተ ውድድራት ዋንጫ ዓለም ኣፍሪቃ ኣብ ሽሕን ትሽዓተ ሚእቲ ሰላሳን ኣርባዕተን ጥራይ እያ ተሳቲፋ። ሽዑ እታ እንኮ ንኣፍሪቃ ዝወከለት ሃገር ግብጺ እያ ነይራ። እዚ ብኸፊል ብሰንኪ ኣብታ ኣህጉር ዝነበረ ኣረሜናዊ መግዛእቲ ሃገራት ምዕራብ ኤውሮጳ፣ ብኸፊል ድማ ሓለፍቲ ፊፋ ነበር ንኣፍሪቃ ኣብቲ ውድድር ብቐጥታ ቦታ ምሃብ ብምኽለኦም እዩ። እዚ ድማ ዋላ ነተን ናጽነተን ዝረኸባ ሃገራት ዘጠቓለለ ነበረ። ኣብ ሽሕን ትሽዓተ ሚእቲ ስሳን ሽዱሽተን ኣህጉር ኣፍሪቃ ንፊፋ ኣብቲ ውድድር ውሕስነት ዘለዎ ቦታ ክትረክብ ከም ዝጠለበት መልእኽታ ንምግላጽ ንገዛእ ርእሳ ኣብ እንግሊዝ ካብ ዝካየድ ዝነበረ ዋንጫ ዓለም ነብሳ ኣግሊላ እያ። ድሕሪኡ ኣብ ሽሕን ትሽዓተ ሚእቲ ሰብዓን ህላውነታ ከተረጋግጽ ክኢላ። ኣብ ዝቐጸሉ ስለስተ ዓሰርተታት ዓመታት፣ ጋንታታት ሃገራት ኣፍሪቃ ትጽቢት ዘይተገበረሉ ውጽኢታት ኣመዝጊበን እየን። ንኣብነት፣ ኣልጀርያ ንምዕራብ ጀርመን ስዒራ፣ ሞሮኮ ንፖርቱጋል ገሊፋ፣ ካሜሮን ድማ ንኣርጀንቲና ኣዕብሊላ። እዚ እናሃለወ ግን፣ ፊፋ ተሳትፎ ሃገራት ኣፍሪቃ ንምውሳኽ ቅልጡፍ ምላሽ ክህብ ኣይከኣለን። ኣብ ሽሕን ትሽዓተ ሚእትን ሰማንያን ክልተን ክልተ ሃገራት ኣፍሪቃ ጥራይ ክሳተፋ ዕድል ረኺበን። ኣብ ሽሕን ትሽዓተ ሚእትን ትስዓን ኣርባዕተን ሰለስተ፣ ድሕሪኡ ድማ ኣብ ሽሕን ትሽዓተ ሚእትን ትስዓን ሸሞንተን ሓሙሽተ ቦታታት ንሃገራት ኣፍሪቃ ተፈቒዱ። ክሳብ ሕጂ ድማ ከምኡ ኢሉ ይቕጽል ኣሎ። ስለዚ ኣፍሪቃ ጌና ዋንጫ ዓለም ዘይተዓወተትሉ ሓደ ምኽንያት ዳርጋ ክትሳተፍ ስለ ዘይጸንሐት እዩ። ገሊኦም ኣብ ዝሓለፈ ዓሰርተ ክልተ ዓመታት ድኹም ውጽኢት ምምዝጋቡ ከመልክቱ ይኽእሉ ይኾኑ። እንተኾነ ግን ተሳትፎ ምውሳኽ ናብ ዝያዳ ተወዳዳርነትን ምምሕያሽን ኣየምርሕን እዩ ዝብል መን እዩ? ኣብ ዋንጫ ዓለም ምስታፍ ጥራይ ዝርከብ ናይ ገንዘብ ሽልማት ኣብ መላእ እታ ኣህጉር ኣብ መሰረታዊ ኩዕሶ እግሪ ምምሕያሽ ክውዕል ይኽእል ነይሩ። እዚ ድማ ንጽሬት ጸወታ ብዓቢኡ ከማዕብል ምኸኣለ። እንግሊዛዊት ክለብ ኣርሰናል ኣብ ክራማት ንናይ ማእከል ተኸላኻላይ ጀርመናዊት ክለብ ፍራንክፈርት ኢቫን ንዲካ ብነጻ መስርሕ ምስጋር ናብ መሰርዓ ክትጽንብሮ ምስቲ ተጻዋታይ ኣፈናዊ ስምምዕ ከም ዝኣሰረት ጋዜጣ ሚረር ሓቢራ። ኣብ ምዝዛም እዚ ዓመተ ስፖርት ምስ ፍራንክፈርት ዝነበሮ ውዕሊ ዘብቅዕ ንዲካ፣ ውዕሉ ዛዚሙ ናብ ኣርሰናል ብነጻ ንኽጽንበር ኣብ ስምምዕ በጺሑ ከም ዘሎ'ዩ ማዕከናት ዜና ዘጋውሓ ዘለዋ። ኢጣልያዊት ክለብ ሮማ ንንዲካ ኣብ ወርሒ ጥሪ ኣብ ዝኽፈት ናይ ሓጋይ መስኮት ምስጋር ተጻወትቲ ንምፍራሙ ተበግሶታት ተወሲዳ እኳ እንተላ እቲ ወዲ ዕስራን ሰለስተን ዓመት ግን ነዚ ዓመተ ስፖርት ምስታ ናብ ግጥማት ኣብ ደገ ምሕላፍ ግጥማት ሻምፕዮንስ ሊግ ኤውሮጳ ሰጊራ ዘላ ክለቡ ኮይኑ ክዛዝማ መሪጹ ብምህላው እቲ መስርሕ ዝሰልጥ ኣይመስልን። ዝሓለፈ ዓመተ ስፖርት ኣብ ኤውሮጳዊ መድረኻት ዝደመቐ ንዲካ ክለቡ ፍራንክፈርት ጽዋ ኤውሮጵያን ሊግ ከተልዕል ሓደ ካብቶም መሪሕ ተራ ዝተጻወቱ ኣባላት እታ ጋንታ እዩ። ኣብ ክልተ ሽሕን ዓሰርተ ሸሞንተን ናብ ፍራንክፈርት ዝተጸንበረ ኒሪንካ፣ ዛጊት ምስታ ጀርመናዊት ጋንታ ብምዃን ኣብ ዘካየዶ ሚእትን ስሳን ክልተን ግጥማት ዓሰርተ ሸቶን ዓሰርተ ድማ ንሸቶ ቀረብን ገይሩ ኣሎ። ዝሓለፈ ዓመት ነዚ ተኸላኻላይ ንምፍራም ተበግሶ ወሲዳ ዝነበረት ኣርሰናል፣ ክለቡ ዓሰርተ ትሽዓተ ሚልዮን ድሕሪ ምትማና ግን እታ ለንደናዊት ጋንታ ኣንሳሒብ እያ። እንግሊዛውያን ክለባት ቶተንሃም፣ ኒውካስልን ማንቸስተር ዩናይትድን ኣቐዲመን ስመን ምስ ኒሪንካ ተተሓሒዙ ዝጸንሐ ክለባት እየን። ካብዚ ንኣርሰናል ከይወጻእና እታ ክለብ ኣብ ዝመጽእ ጥሪ ንኣጥቃዓይ ዩቬንቱስ ሰርቢያዊ ዱሳን ቪላሆቪች ከተፈርሞ ተኽእሎታት ከም ዘሎ ካልቺዮ መርካቶ ሓቢራ። ኣብ ወርሒ ጥሪ ናይዚ ሒዝናዮ ዘለና ዓመተ ስፖርት ካብ ፊዮረንቲና ናብ ዩቬንቱስ ዝተሰጋገረ ዱሳን ቪላሆቪች ማልያ እታ ኣረጊት ጎርዞ ወዲኡ ኣብ ዘካየዶም ሰላሳን ሽዱሽተን ግጥማት ዓሰርተ ሽዱሽተ ሸቶን ኣርባዕተ ቀረብን ጥራይ ገይሩ ኣሎ። እዚ ኣሃዝ'ዚ ምስቲ ኣብ ፊዮረንቲና ዝነበሮ ክነጻጸር ከሎ ኣዝዩ ዝተሓተ'ዩ። ምስ ሰርቢያ ብምዃን ሕማቕ ዝበሃል ጸወታታት ዋንጫ ዓለም ዘካየደ ቪላሆቪች፣ ሰርቢያ ኣብ መዛዘሚ ናይ ምድብ ጸወታ ብስዊዘርላንድ ሰለስተ ብ ክልተ ኣብ ዝሰዓረትሉ ጸወታ ሓንቲ ሸቶ ከም ዘመዝገበት ዝዝከር'ዩ። ካልቺዮ መርካቶ ን ጽባሕ ሰኑይ ናብ ቱሪን ዝምለስ ቪላሆቪች ኣመልኪታ ኣብ ዝዘርጋሐቶ ዜና፣ እቲ ወዲ ዕስራን ክልተን ዓመት ኣጥቃዓይ ኣብ ወርሒ ጥሪ ጋንታ ክቕይር ከም ዝኽእል የንፊት ኣላ። ቪላሆቪች ካብ ብርክት ዝበላ ዓበይቲ ክለባት ኤውሮጳ ተገዳስነት ረኺብሉ ኣብ ዘሎ ግዜ፣ እቲ ኣገልግሎቱ ደልያን ካብ ነዊሕ ክትከታተሎ ዝጸንሐት ኣርሰናል ነቲ መስርሕ ትመርሖ ከም ዘላ እታ መርበብ ሓበሬታ ወሲኻ ገሊጻ። ዩቬንቱስ ኣብዚ እዋን ብሰንኪ ፋይናንሳዊ ዘይግቡእ ኣጠቓቕማ ተኸሲሳ ጉዳያ ኣብ ምጽራያት ከም ዘሎ ዝፍለጥ እዩ። ዩቬንቱስ በዚ ክሲ ገበነኛ ኮይና ምስ እትርከብ፣ ሰፍ ዘይብል ገንዘባዊ መቕጻዕትን ናብ ታሕተዋይ ዲቪዥን ምምላስን ዝኣመሰለ መቕጻዕትታት ኣብ ዝባና ስለ ዝህሉ፣ ኮኾብ ተጻወትቲ እታ ጋንታ ኣብ ጥሪ ሓዲጎማ ክኸዱ ከም ዝኽእሉ እዩ ዝግመት። ዱሳን ቪላሆቪች ክሳብ ሰነ ትሽዓን ዕስራን ሽዱሽተን ኣብ ቱሪን ዘጽንሖ ውዕል ከም ዘለዎ ይፍለጥ። እንግሊዛውያን ክለባት ማንቸስተር ዩናይትድን ቸልስን ንተኸላኸላይ ቪያሪያልን ኣርጀንቲናን ዝኾነ ኹዋን ፎይዝ ንምፍራም ኣብ ልዕሊ ተኸላኸላይ ተገዳስነት የሕደረን ከም ዘለዋ ተገሊጹ። ብሰንኪ ዘጋጠሞ መስበርቲ ኣብዚ ዓመት ስፖርት ኣብ ሽዱሽተ ግጥማት ቪያሪያል ጥራይ ክስለፍ ዝተገደደ ፎይዝ ካብ ዩናይትድን ቸልስን ብተወሳኺ ብባርሴሎና እውን ዝህደን ዘሎ ዝተጻወታ እዩ። ኣሮን ዋን-ቢሳካ ካብ ማንቸስተር ዩናይትድ ንኽወጽእ ኣብ ድርኩኺት ማዕጾ ከም ዝርከብ ኣብ ዝንገረሉ ዘሎ ሰዓት፣ ዩናይትድ ምስ ዲያጎ ዳሎት ክወዳደር ዝኽእል ናይ የማን ተኸላኻላይ ኣብ ምህላነት ትርከብ። ቸልሲ'ውን ብተመሳሳሊ ንጄሲ ኣሬምስ ዘብሪ ተኸላኻላይ ናብ መሰርዓ ንምጽንባር ኣብ መጽናዕቲ'ዩ ዘላ። ፎይዝ ብኽልቲኤን ክለባት ኣድላዩ ኮይኑ ብምርካቡ ድማ እዘን ክልተ ክለባት እንግሊዝ ኣገልግሎቱ ንምርካብ ኣብ ወርሒ ጥሪ ኣብ ዝኽፈት መስኮት ምስጋር ተጻወትቲ ክሳድ ንኽሳድ ክተሓሓነቓ ግምታት ኣሎ። ክለብ ቪያሪያል ነቲ ኣብ ወርሒ ሰነ ክልተ ሽሕን ዕስራን ሽዱሽተን ውዕሊ ዘብቅዕ ፎይዝ ኣርብዓን ክልተን ሚልዮን ፓውንድ መሸጢ ዋጋ ለጢፋትሉ ኣላ። እምበኣርከ ዝኸበርኩም ተኸታተልቲ ሲኔማ ሰመረ ዕለታዊ ዜና ስፖርት ኣብዚ ንፍጽም ኣብ ቀጻሊ ክሳብ ንራኸብ ሰላም።